ሎማዓንቲ ተመስገን ብለብል ዜና ይሒዘ ተመልሰ መጺኒእኹ ኹሉ ናይ መስርሕ ናይ ገዛ ኣቁሑ እናቀነሰ ይልርከብ ኹሉ ግዜ እውን ካብ ሶኒ ክሳብ ዓርቢ ሓድሽ ነገር ለይጠፈሉ ኣብዚ ቻናል እዚ ሎሚ እውን ብናይ መስተዋት ዋጋን ብናይ መዓልታዊ ልኾነ ናይ ሲሚንቶ ቴንዲኖ ሓሸዋ ኣጸጸር ካልኦትን ዋጋ ሒዘ ተመልሰ መጺኒእኹ ስለዚ ከም ዝተለመደ ሓንቲ ነገር ከይሓለፈትኩም እስካዕ መወዳእታ ኣረኣይዎ እዚ ጸብጻብ ንምቕራብ እውን ብዙሕ ላዕልን ታሕትን ድኻምን ስለለለዎ ብላይክ ሼር ሰብስክራይብ ክኾን ይኽእል እዩ ብናይ ዩቲዩብ ጊፍት ክኾን ይኽእል እዩ ፍቕርኹም ኣርእዩኒ ኣሕና እውን ቀጥታ ናብ ጉዳይካ ምእታው ስለ ንፈቲ ቀጢልና ናብ ጸብጻብ ዋጋና ንሕለፍ ኹሉ ግዘ ከም እንገብሮ ካብ ናይ ቴንዲኖ ዋጋ ጀሚርና በብተራ ናርእና ንኸድ ኢና ስለዚ ቴንዲኖ ና ቱርኪ ኣብዚ ኸ ሰዓት ካብ በዓል 8 ክሳብ 16 ለሎ ንገዛ መስርሒ ንኾን ናርእና ንኸድ በዓል 8 ኣብዚ ኸ ሰዓት እናተሸጠሉ ዝርከብ ዋጋ 7 ሰማንያይ እዩ በዓል 1 ድማ ሓደ ሽሕን ኣርባዕተ ሚእትን ዕስራን እናተሸጠ ይርከብ። በዓል ዓሰርተ ክልተ ድማ ሓደ ሽሕን ሸውዓተ ሚእትን ዕስራን፣ በዓል ዓሰርተ ኣርባዕተ ድማ ክልተ ሽሕን ሓሙሽተ ሚእትን ዓሰርተን፣ በዓል ዓሰርተ ሽዱሽተ ድማ ሰለስተ ሽሕ። ስለዚ ንዕለት ዓሰርተ ሽዱሽተ ወርሒ ኣርባዕተ ክልተ ሽሕ ዓሰርተ ሸውዓተ ዓመተ ምህረት ዘሎ ዋጋ እዚ ይመስል። ዝለዓለ ዘሎ ናይ ቴንዲኖ ናይ ቱርኪ ዋጋ ሰለስተ ሽሕ እንትኾን ዝተሓተ ዘሎ ዋግኡ ድማ ሸውዓተ ሰማንያ እዩ። ስለዚ ክትገዝኡ ከለኹም እውን ናይ ቱርኪ ግዙ ካብ ናይ ውሽጢ ዓዲ ትገዙ ናይ ቱርኪ ግዙ ስለዚ ኣብ ሓደ ሓደ ቦታታት እውን ስለዝኾነ ዘሎ ናይ ቱርኪ ኣብዚ ሰዓት ንዓየ ምርካብ ትደልዩ ኣብ ኮሜንት መጀመርያ ስልከይ ከቕምጠልኩም እያ ብኢሞ ዋትሳፕ ቴሌግራም ክትረኽቡ ንትኽእሉ ኢኹም ስለዚ ዝሓሸ ዋጋና ዝሓሸ ቦታ ክትጥቀመኩም ይኽእል እያ ብቻ ብኢሞ ዋትሳፕ ቴሌግራም ንዓየ ርኸቡኒ ብውሽጢ መስመር ጠይቕኹም ዝሓሸ ዋጋ ክትረኽቡ ትኽእሉ ኢኹም። ስለዚ ናይ ቴንዲኖ ዋጋ ካብ ርእና ቀጺልና ድማ እንሪኦ ናይ ሲሚንቶ ዋጋ እዩ። ሲሚንቶ ብጣዕሚ ብጣዕሚ ዋግኡ ናሽቆልቆለ ይርከብ። ካብ ናይ ትማሊ ን ዓሰርተ ቅርሺ ለውጢ ገይሩ ሽሕ ሰለስተ ሚእቲ ውዒሉ እንዮ። ለውጢ ዋጋ ምግባሩ ድማ ብጣዕሚ ደስ ዝብል ነገር እዩ። ንሰብ ገዛ ክኾን ይኽእል እዩ። ገዝኡ ኣብ ምስራሕ ኣብ ዝርከብ ሰብ ለለ ብጣዕሚ ዓብዩ ደስታ ከም ዝፈጥረሉ ኣይጠራጠር እዩ። ማለት ብዙሕ ገዛውቲ ጠጠው ኢሎም እንየዉ ካብዚ ክሳዓት። ናይ ኮንስትራክሽን ኣቑሑ ዋጋታት እናወሰኸ ስለ ዝርከብ እዩ ስለዚ እዚ ለውጥታት ናገበረ ምኻዱ ብጣዕሚ ዓብዪ ነገር እዩ ኩሉ መንእሰይ ስራሕ ስኢኑ ጠጠው ኢሉ እኒኦ ብዙሕ ነገር ተፈጢሩ ኣብዚ ኸዚ ሰዓት ናይ ኮንስትራክሽን ነገራት እናቐነሰ ስለ ዝኸደ እዩ ስለዚ ኮንስትራክሽን ተሃልዩ ኣብ ሓንቲ ዓዲ እዛ ዓዲ ብጣዕሚ ኣብ ዕቤት ኣብ ዕቤት ክትርከብ ስለ እትኽእል እዚ ነገር እዚ ምፍጣሩ ለለ ብጣዕሚ ደስ ዝብል ነገር እዩ ስለዚ ኣብ ቀጸልቲ መዓልትታት ዘለዉ ሓድሽ ነገራት ናተኸታተልኹ ከቕርበልኹም እዮም ብቻ ስኹም ላይክ ሽር ሰብስክራይብ ናገርኹም እዚ ቻናል እዚ ነዕብዮ ንሎሚ ዘሎ ናይ ስሚንቶ ዋጋ ግና ሓደ ሽሒ ሰለስተ ሚእቲ ውዒሉን እዮ ቐጺልና ድማ እንሪኦ ናይ መስተዋት ዋጋ እዩ መስተዋት ንዕለት 16 ወርሒ 4 2017 ዓ ም ዘለዎ ዋጋ ክንርኢ ብመጀመርያ እንሪኦ ብናይ ውሽጢ ሽንቲ ቤት እዩ ካብ ናይ ውሽጢ ሽንቲ ቤት ክኾን ይኽእል እዩ ናይ ደገ ሽንቲ ቤት ክንጥቀም ተለና ታይ ዓይነት መስተዋት ክንጥቀም ኒና ልብል ነገር ክንሪኢ ኢና ከዚ ሽንቲ ቤት ከም ልፍለጥ ናይ ግልና ስለ ልኾነ ክንጥቀም ከለና መስተዋት እቲ ሕርፈፍ ልበለ ኢና ክንጥቀም ዘለና ማለት ብደገ ኮይኑ ሰብ ዘይሪኦ ዓይነት መስተዋት ክንጥቀም ኒና እዚ ግድን ነገር እዩ ኣብ እቲ ቪድዮ እውን ከም ትሪእዎ ዘለኹም ከምዚ ዓይነት መስተዋት ኢና ክንጥቀም ዘለና መስተዋት ከም ዝፍለጥ ብካሬ ይሽወጥ ካሬ ማለት ጎኑ ሓደ ሜትር ልኾነ ቁመቱ እውን ሓደ ሜትር ልኾነ ካሬ ተባሂሉ ይፅዋዕ። ስለዚ ናይዚ ካሬ ዋጋ ኣብዚ ከሰዓት ናይ ሽንቲ ቤት ልሽወጠሉ ዘሎ ዋጋ እቲ ሕርፍፍ ላለ መስተዋት እዚ ዋግኡ ሓደ ሽሒ ሸሞንተ ሚእቲ ሓምሳይ እናተሸጠ ይርከብ። ካብ ድኳን ናብ ድኳን ብርግፅ ናይ ሓምሳ ቅርሺ ለውጥታት ክትረኽቡ ትኽእሉ ኢኹም፣ ግን ኣብ ማእኸላይ ዘሎ ዋጋ ኣብዚ ከሰዓት ግና ሓደ ሽሒ ሸሞንተ ሚእቲ ሓምሳይ እናተሸጠ ይርከብ። ንዕለት ዓሰርተ ሽዱሽተ ወርሒ ኣርባዕተ ክልተ ሽሒ ዓሰርተ ሸውዓተ ዓመተ ምህረት ዘለዎ ዋጋ። ስለዚ ናይ ሽንቲ ቤት መስተዋት ዋጋ እዚ ይመስል። ቐጺልና ድማ ናይ ሳሉንን ናይ ኪችንን እንታይ ዓይነት መስተዋት ንጥቀም ንብል ክንሪ ኢና። እዞም እትሪኦም ዘለኹም ኣብቲ ቪድዮ መስተዋታት በዓል ሓሙሽተ ዝበሃል ቲክነስ ዘለዎም እዮም። በዓል ሓሙሽተ ቲክነስ ዘለዎም እዮም። ቲክነስ ማለት ርጉዲ ማለት እዩ። ናይቲ መስተዋት ርጉዲ በዓል ክንደይ ቲክነስ እኒኦዎ ዝበሃል እዚኣ ክተፅንዑ ነይኩም ግድን ስለ ዝኾነ ማለት ብቐሊሉ ክስበር ዘይኽእል ክኾን እኒኦዎ ማለት ቆልዑ ክኾኑ ይኽእሉ እዮም ዝኾነ ነገር ተነኺዎ ወዲያው ንስበር እቲ ኮይኑ ቀጥታ ናብ ኪሳራ ክእቲና ሰልቐ ቲክነሱ ርጉዱ ናይ ዝመስተዋት ርኢኹም ክትገዝኡ ነይኩም ስለዚ ቆንጆ ዝበሃል ቲክነስ ዘለዎ መስተዋት ዝበሃል ኣብዚ ሰዓት በዓል ሓሙሽተ ልበሃል መስተዋት ከም ትገዝኡ ኣለኩም ቲክነሱ ርጉዱ በዓል ሓሙሽተ ክኾን ኔዎ በዓል ኣርባዕተ ልበሃል ግና ብፍጹም ክትገዝዎ ለይብልኹም ትሕቲ ለሎ ብስሩ ክትገዝዎ ለይብልኹም መስተዋታት እዮም እሶም ንባዕሎም ናካሊእ ተዋሂዶም ስለ ዝስርሑ ግና ኣብ መሸጢ ቦታታት ሓደ ሓደ ግዜ ተሓዊሶም ተቐላቒሎም ይሸወጡ እዮም እዞም በዓል ኣርባዕተ ልበሃሉ ስለዚ ክትፈልጥዎ ለለኩም ግና በዓል ሓሙሽተ ልበሃል ርጉዱ ርጉድ ልበለ መስተዋት ኢኹም ክትገዝኡ ዘለኩም እዞም በዓል ኣርባዕተ ዝበሃሉ ግና ክትገዝዎም ሌብልኹም ፍፁም ማለት እዩ ክትገዝዎም ሌብልኹም መስተዋታት እዮም ከለር እውን ክትመርፁ ከለኹም ናይ መስተዋት ማለት እዩ ክትመርፁ ከለኹም ኣሉሚኒየም ተኮይኑ ናይቲ ማዕፆ ችግር የብሉ ኩሉ ግዜ ኣሉሚኒየም ንባዕሉ ዝኾነ ከለር ስለለዎ ችግር የብሉ ናይቲ ኳርቲዝ ናይ ገዛኹም ቀለም ርኢኻ ምስቲ መስዋት ናይ ማዕፆ ናይ ኣሉሚኒየም ሪኢኻ ክትውስን ትኽእል ኢኻ ማለት እንታይ ዓይነት ከለር ልብል ቡኒ ድዩ ለድልዮ መስ ሰማያዊ ልብል ክትውስን የኽእለካ እዩ እቲ ናይ ገዛኹም ማዕፆ ብረት ኮይኑ ግና ኣብዚኹም ክተስተውዕሉ ኣለኩም ማለት ብረት ስለ ዝኾነ ዝተፈላለዩ ዓይነት ከለራት ክቕባእ ስለ ዝኽእል ብቲ ከለር መሰረትኩም ክትኸዱ ኣለኩም ሓደ ሓደ ግዜ ንሰማያዊ ዝግብኦ ማዕፆ ቡኒ ተገይርካ ብጣዕሚ ክኸድሊ ይኽእል እዩ ስለዚ ናይቲ ትለኽይዎ ናይቲ ማዕፆ ከለሩ ርኢኹም ሰማያዊ ዲል ለድልዮ ቡን ልብል ክትውስኑ ኒኢኩም ማለት እዩ እንታይ ዓይነት ክለር ልብል መጀመርያ ናይቲ ማዕፀው ከለርኹም ርኢኹም ክትውስኑ ኒኢኩም ተጠንቂኹም ክትውስኑ ኒኢኩም ንማል ደለየ ኣብቲ ቪድዮ እውን ከም ትሪእዎ ዘለኹም ናይ ባዕሉ ዝኾነ እዚኦም ባዕሉምን እዮም እዮም በርግፅ ብሰማያዊና ብቡንን እዮ ናይዚኦም ከለራት ቆንጆ ዝበሃሉ ከለራት ተመሪፆም ዝተቐመጡ እዮም ስለዚ ብዚኦም መስረት ገይርኹም ኣብነት ገይርኹም ንዚኦም ንዓኹም ደልይኩም ከለር ክትውስኑ ትኽእሉ ኢኹም ስለዚ ዋግኡ ናይ ቡኒ ከለር ንርኢ ተለና ብበዓል ሓሙሽተ ኮይኑ 2400 እናተሸጠ ይርከብ ብቡኒ ከለር ማለት እዩ ኣብቲ ቪድዮ ከም ትሪእዎ ዘለኹም ብሰማያዊ እውን ብጣዕሚ ሰብ ፈትዎ እዩ ኣብዚ ሰዓት ኣብ ከተማ መቐለ ማንም ገዛ ርእዩ ኩሉ ሰማያዊ ከለር ዝጥቀም ኣሎ ብፍላይ ኣብ ኣሉሚኒየም ክኾን ተሎ ብጣዕሚ ቆንጆ ዝኾነ መልክዕ እኒአዎ እሱ እውን ተመሳሳሊ ምስቲ ቡኒ ከለር 2400 ክትረኽብዎ ትኽእሉ ኢኹም ንካሬ ክልቲኦም እቲ ቡንና ሰማያዊ ንካሬ 2400 እናትሸጡ ይርከቡ ካሊእ ድማ ናይ ገፅ መስተዋት ኢና ክንርኢ ናይ ገፅ መስተዋት ብፍላይ ባዕልኹም ኢኹም ትውስንዎ እዚ ዓቐን እዚ ህንደይ ብህንደይ ዝኣክል ይኣኽለኒ ልብል ነገር ባዕልኹም ኢኹም ትውስንዎ ግና ከም ኣብነት ጌረ እስካብ ክንደይ ይኣኽለኩም ልብል ነገር ክነግርኩም ኣብዚ ኣብኡ ተለኹ ማለት እዩ ስለዚ ንኣብነት ሓምሳ በርባዓት ኮይና እዛ መስተዋት ቁመታ ሓምሳ ጎና ድማ ኣርባዓት ኮይና እስካብ ሸሞንተ ሚእቲ ቅርሺ ክትውድኣልኹም ትኽእል እያ ቁመታ ሓምሳ ኮይና ጎና ድማ ኣርባዓ ዝኾነት ናይ መስተዋት ናይ ገጽ ስካብ 800 ቅርሺ እናተሰርሐት ትርከብ ስለዚ እዞም እትሪኦም ዘለኹም ናይ መላእኽቲ ስእልታት ትድልዩ ተሃሊኹም ካልኦት እውን ብናይኹም ፎቶታት እውን ክስራሕልኹም ይኽእሉ እዩ ብቻ ስልከይ ኣብ ኮሜንት ነይኩም ብኣ መሰረት ገይረ ቆንጆ ዝኾነ ስራሕ ኣስሪሐ ናብ ዝደለኹም ከተማታት ትግራይ ክልእኸልኹም ይኽእል እያ ብኢሞ ዋትሳፕ ቴሌግራም ንዓይ ክትረኽቡኒ ትኽእልሉ ማሕበራዊ ሚድያታት እዮም ስለዚ ሎማዓንቲ ዘቕረብክዎ ብዚኦም መሰረት ገይርኹም ናይ መስተዋት ዋጋታት ክተስርሑ ትኽእሉ ኢኹም ኣብዚ ኸዚ ሰዓት ብጣዕሚ ቆንጆ ዝበሃል ዋጋታት እዮ ብርግፅ ካብ ናይ ዝሓለፈ ወርሕታት ንሪኦ ተለና ኣብዚ ኸዚ ሰዓት ዘሎ ዋጋ ብጣዕሚ ቆንጆ ዝበሃል ዋጋ ኢና ሒዝና ኢና ስለዚ ክተስርሑ ዝሓሰኹም ሰባት እዚ ግዜ እዚ ንዓኻትኩም ይመስለኒ ተትጥቀምሉ ሓሪፍ እዩ ቀፂልና ድማ እንሪኦ ኣብ መወዳእታ ናይ ሓሸዋን ፀፀርን ዋጋ እዩ። ሓሸዋ ቆንጆ ዝበሃል ናይ ትንቢን ኩሉ ግዜ ከም ዝብለኩም ናይ ሓሸዋ ቆንጆ ናይ ትንቢን ኣብዚ ክስ ሰዓት ሰላሳ ሽሕ እናተሸጠ ይርከብ። ሃምቦታኹም ርሕቐት ይውሰን እዩ። እዚኣ ዝኾነ ግዜ ኣብ ርእሶም ክትሕዝዋ ዘለኩም ነገር ሃምቦታኹም ርሕቐት ይውሰን እዩ። እታ ትገዝኡላ ሰዓት እውን ትውሰን እያ። ምንም ነገር ትገዝኡ ዘለኹም ምስ ኣብዚ ሰዓት ካብ መዓልቲ ናብ መዓልቲ ስለ ዝቀየር ለዋጉ እዛ ትመፁና መዓልትና እዛ ቦታኹም ርሕቐት ርኢኹም ኢኹም ክትገዝኡ ዘለኩም ስለዚ ማእኸላይ ዋጋ እዩ ክነግርኩም 30 ሽሕ ሓሸዋ ንሲኖትራክ እናተሸጠ ይርከብ ፀፀር ድማ ንመህደሚ ልኾን እቲ ፍሩይ ፀፀር ኣብ ዝኾ ሰዓት 28 ሽሕ እናተሸጠ ይርከብ እቲ ንመህደሚ ልኾን ቆንጆ ፀፅር 28 ሽሕ እናተሸጠ ይርከብ ስለዚ ብአን መሰረት ገይርኩም ናይ ሎማዓንቲ ዋጋ ከም ረኣኹምዎ ቆንጆ ልባል ዋጋ እዩ ዝመስለኒ ናይኹም ሓሳብ ተሃሊኩም ኣብ ኮሜንት ፀሓፍሊ ስለዚ ክቡራትና ክቡራን ተመልከትቲ ልዕለት 16 ወርሒ 4 2017 ዓ ም ዘሎ ዋጋ እዚ መስል ኣብ ቐጻሊ ክቐርበልኩም ትደልይዎ ነገር ተሃልዩ ኣብ ኮሜንት ጸሓፉለይ እስካዕ መወዳእታ እውን ስለረኣኹሞ ብጣዕሚ የቐኒለይ የመስገን ላይክ ሸር ሰብስክራይብ ምግባርኩም እውን ኣይትርስዑ ኣብ ናጋ ፕሮግራም እስካዕ ብንራኸብ ሰላም ንዓኻትኩም ይኹን ቻው